ይፈልጥዎ ከይትሃድም እስጢምካ ኣሰራ ትብሎ ኣደይ ንባዕላ ትሃድም እዚኣስ ክትሃድመካ እስጢምካ ኣሰራ ትብሎ።
ማማኺ ከምታይ ተላዒለን ከምኡ ይብልኦ። እንዴ ስለ ዝሕግዛ እሱ ዝጥውራ በቃ ካብ ገጠር ዝኣክል ዓፂዱ ሓሪሱ እናምፀ ስለ ዝብልዓ በቃ።
እው እቶም ኣሕዋትኪ እቶም ኣብ ውሽጢ ዓዲ ዘለዉ ዘይፈልጡ ነይሮም ክብልኒ እወ ታይ ምንም ፅቡቅ ነገር እውን ኣፍተይ ኣብ ጎኒ ክኮኑ ይክኣሉ። ንሳቶም እንትርፊ ናተይ ሕማቅ ክሪኡ ፅቡቅ ክሪኡ ኣይደልዩን።
እወ
ሰለስተ እቲ ሓደ ኣርባዕተ ገይሩ እቲ ሓደ ሸውዓተ እቲ ሓንቲ ከዓ ዓመትን ሽዱሽተ ወርሒ እንታይ ኢኺ ገይርኪ ንብያትሽ ኣሁን እዚ ዝኣስርክለዉ ይብለኒ እቲ ወደይ ምንም ችግር የብሉ ፅንካ ተምሃር ይብሉ እሞ ናብ ፖሊስ ዘይትድውሊ ካብዚ ገዛ ዘይንወፅእ ካብዚ ገዛ ተወፂእና እኮ ኣይረኽቡናን ይብለኒ ችግር የብሉን እሺ ይብሉ ካብኡ ከዓ ካብ ዕለት ዕስራን ኣርባዕተን ምሸት ጀሚሮም እስካብ ዕለት ዕስራን ሓሙሽተን ዕስራን ሽዱሽተን ኣሲሮምኒ ካብ ገዛ ምስ እዎ

ሰላም ሰላም ክቡራት ኣሕዋቴ ኳዕ ዳሕና መጻእኹም። ላይክ ሰብስክራይብ ላገበርኹም ቤተሰብ ኾኑ እና ናዛ ሓፍትና ካብ ዝገለጾቶም ሓዋ ማለት እዩ ስሞም ካብ ዝተጠቀሱ ሓዋ ኣብ ኮመንት ዝጸሓፎ ካንበልኹም ማለት እዩ መልሲ ዳሃቦም ለዛም ቃሽ እዮም ማለት እዩ እና እሶም ደሞ እቲ ሓቂ እውሎም ትናገርዎ ዝኡ ዳብ ሜድያ ቃርቦም ንክናገሩ ደሞ ይሓቱ ኣለዉ ማለቱ ንሓደ ሰብ ሰምዕኻ ብቻ ምፍራድ ከይኾነ ኣነ እውን ናብ ምድያ ክወፅእ ሓጉዙኒ ይብለዉ እና ሸር ዳገበርና ነብፅሐሉ ላፍቲ ምድያ ልዛ ሓፍትና ልቅረበ ማለት እዩ። እና ከንበልኹም ላኡ ከብለኩም ቕድሚ ምጥምጣም መምሃር ይቕድም ከም ዝብሉ ኣቦታትና ቕድሚ ምንጋር ምምርማር ብዝብል ክጅምሮ እሞ ካብኡ ክሳብ መጨረሻ ክተንብብዎን ክትምርምርዎን ብድሕሪኡ ክትናገሩ ይላቦ። ብደንቢ ምእንቲ ክትምርምርዎ ካብ መንነተይ ክጅምረልኩም ካብቶም ኣብ ቭድዮ ዝተሓበሩ ሓደ እየ መምህር ቃሺ ኣፈወርቂ ኣለሙ ይበሃል ሓዋ እየ ቕድሚ ኹሉ ኢቲ ምድያ ብኣካል ክረኽቦ ተበዲለ ዝብል ጥራሕ ዘይኮነሲ በዲሎም ተባሂሉ ሱም ናዝተዘርዘረ ሰባት ረኺቡ ከብኣቶም መልሲ ሰሚዑ እንተዘቕርበና እቲ ናይ ገበነኛታት ምዛን ሂብዎ ዘሎ ግን ሕጋዊ ውሳነ ሕጋዊ ውሳነ ተዝጽበ ይብል። ካብኡ ብተወሳኺ ሸውዓተ ዓመት ተዓጽየ፣ ነቢረሉ ዝበለቶ መንደር እውን ኣፃርዩ ካብ ገለልተኛታት ሰባት ከመይ ዓይነት ህይወት ትነብርን ህይወታ እንታይ ይመስል ኣፃርዩ ንኮሞንትን ንላይክን ዘይኾነሲ መርትዖ መሰረት ዝገበረ ናይ ህዝቢ መራኸቢ ድምፂ ኮይኑ ንክቕፅል ሓቃውነቱን ተቓባልነቱን ንክረክብ ሓደ ጫፍ ሒዝካ ናብ ኣየር ምጉዋሕ ዘይኮነ ናቱ ሰሚዑ ናታ ሰሚዑ ኣሎ ኑሱ ዓቂቡ ሒዙ ናይቶም ኣብ ዙርያ እዚ ነገር ኣለው ዝበለቶም ሰባትን ናይ ከባቢ ሰባትን ተክኒካዊ መንገዲ ገይሩ ብድሕሪኡ ተበዲላ ድያ ኣይተበደለትን በደልቲ ዝተብሃሉኸ በዲሎም ድዮም ኣይበደሉን ተፈሊጡ ፍትሒ ንክትረክብ ኹሎም ዝምልከቶም ቀሪቦም ክሓቶም ንስራሕ ንስራሕ እዩ ክብል ዘለዎ ነገር ግን ናይ ሓደ ጫፍ ብቻ ብምስማዕ ናብ ኣየር ምዝርጋሕ እንተቀፂሉ ግን እቲ መራኸቢ ተቃባልነቱን ቐፃልነቱን ይስእን ኣሎ እውን እቶም ብዘይመርትዖ ዝፀለሙ ዘለዉ ዘይስሞም ብምሃቡ ተሓታትነቱ ከስዕበሉ ይኽእል እዩ ይብለና ማለት እዩ። ናብቲ ጉዳይ ክመጽእ ከለኹ ቤተሰብ ዝሰተሮ ባዕላ ገቲራቶ ምንም ክገብር ኣይኽእልን ዓይኒ ሰራቒት ነባዒት እዩ ኮይኑ ነገሩ ናብ ሰፊሕ ዝርዝር ኣይኣቱን ንሱ ንሕጊ ክሓድጎ እየ ሕጊ ክጥይቐኒ እውን ቑሩብ እየ ኣይቐርን እውን ኣይቐርን እውን ነገር ግን ኣብነታዊ ገይረ ነቲ ድራማ ክገልጾ ኩሙክር ድራማ ስለ ዝኾነ ነዚ ዝገልጽ ስኢነ ግን ዘቐራርብ ዘቀራርብ ግዜ ንኹሉ ድራማ እንትትከታተሉ ብሕቶ ክጅምሮ ሃረያ በዲላ ዶ ተበዲላ ትነብዕ ኣላ መልሱ ንዓኹም ነብያት ናይ ናብራኣ ሓረያ እያ እንተ ኢልና ኣውሒደላ እየ ክብል ዝኽእል እቲ ሓቃዊ ድራማ ብደንቢ ሰሪሓቶ ነገር ግን እቲ ዋና ናይዚ ኩሉ ብኮመንት ዝዋረድ ዘሎ ጸርፊ በዓል ዋና ብናይ ነብያት ኣጻዋውዓ ቁቡኤይ እትብሎ ናይቲ ድራማ ሓማሲ ቃልሲ ልባ ዝዘርግ፣ ገበርቲ ግን ናእሽቶን ገበርቲ ግን ንእሽቶን ጫፍ እኳ ኣየውጽኤትን። ናብዚ ንምንታይ ኣትያ ኣይኮነን ዕሸል ቆልዓ እያ ኣብ ዓይና ዝኣቱ ብብዙሕ መልክዕ ወይ እውን ብዘይተሓሰበ ኣጋጣሚ ክህሉ ይኽእል እዩ። ነገር ግን ከም ካህን እዚ ክስተር ካብ ገዳማዊ ክሳብ ኣብ ዓለም ዘሎ ጳጳስን ካህንን ክፈጠር ዝኽእል ምዃኑ ሓቢረ ኹሉ ሓሊፉ ኹሉ ሕሉፍ ሓዲጉ ሰብኣያ ንሱ እውን ኣጋጢሞ ከጋጥሞ ከም ዝኽእል ክርዳእ ኣእሚነ ኣብ ዝሰርሐሉ እዚ ምቕባል ኣብዩዋ ንባእላ ኣእምሮኣ ጎዲኣ ዘጓይዮም ኣብ ዘይብሎም ይሃድሙ ከም ዝተብሃለ እዩ። ጠሪጣስ እንተትሓፍረለይ እዩ ኮይኑ። ወዳሕንኩም። ሰፊሕ ትንተና እቲ ጉዳይ ግን እዚ ሚድያ መልእክተኛ እንተዘይኮይኑ እቲ ኣነ ሓቂ እዚ እዩ። ዝብሎ ሰሚዑ ናብ ምዛን ክቐርብ ይላቦ ተዘይኾይኑ ግን ኣብ ህይወትና ኹሉ ተዘጊቡ ዝተዘርግሐ ኹሉ ቁምነገር ክረኽበሉ ዘጥፋእናዮን እነጥፍኦን ግዜ ኹሉ ኮንቱ እዩ ማለት እዩ በዚ እውን እዩ ተሓሚስና ንነበር ዘለና ይብል ፍትሕን ርትዕን ሃሲሱ ኸይዱ መጨረሻ እዩ ዝደምቕ ዝዕንብብ እንተ ኽኢልና ቕድሚ ኹሉ ምባልና ኣጋናዚብና መርሚርና እታ ሓቂ ፈጣሪ ይፍለጦ ኢልና እቲ ወሰን ግን እቲ ውሳነ ግን ካብ ሕጊ ንጸበዮ እምበር ሕግና ዘይፈቕዶ እንተ ጸሪፍና እናተጻረፍና ምውዓል ግን ንሕናሲ ደሓን ማሕበራዊ መራኸቢ እንፈልጥ ሰባት ኢና እታ ዝወለደት ኣዶ ግን እዚ ነገር ሰሚዓ ክንድየናይ ትጉዳእ ኢለ ኣላ ዝብል ከዓ ውላድን ወላድን በዓል ካሕሰቦ እዚ ማለት ንፅህቲ እያ ኣይበልኩን ኣነ ናተይ ንፅህና እቲ ዝፈልጦ ጥራይ እየ ዝዛረብ። ናተይ ንጽህና እየ ዝዛረብ ናተይ ንጽህና ጥራይ እየ ዝዛረብ ንሳ ኸዓ ንጽህና ባዕላ ጥራሕ እያ ትፈልጣ ነገር ግን ኣድስ በጃኻ ኣዶሲ በጃኻ ዝሓበለ ዓይናሲ ኹሉ ትሓብእ ከም ዝተብሃለ ክትሓውኦ ልዕሊ ሸውዓተ ወርሒ ዝኸደቶ ናይ ምሽፋን ናይ ምሕባእ ስራሕ ከውቕሳ ዋላ እንተዘይተገበኣኒ ብዙሕ በዚሑ ሰፊሑ ገጋ እዩ ተጠሊዕኻ ዝሸንካዮ ናብ ዝባንካ እዩ ኮይኑ ስለዚ ቅድሚ ምንጋርና ንመርምር ይብል ማለት እዩ ቶም ሓዋ ቃሺ ቃሻ ፈወርቂ ኣለሙ ማለት እዩ ዞር ዞር ዝፃነስ ካብዚ ፅሑፍ ካልተረዳእኽዎሲ ገና ለይወፀ ነገር ሃምለሎ እዩ ማለት እዩ። ገና ተሓውኡ ለሎ ናቶም ኻልኦት ወይ ካብቶም ወለዲ ወይ ካብቶም ኣሕዋትሲ ኻሊእ ኣሕና ለይንፈልጦ ነገር ሃምለሎ ህወፅም ሃም ልኽእል እዩ እና ናይ ልምዓንቲ ቪድዮ እዚ ይመስል። ላይክ ላይክ ሰብስክራይብ ሸር ላገበርኩም በይተሰብኹን ክብራት ኣሕዋተይ ብኻሊእ ቪድዮ ክሳብ ድመፅ ደሞ ስሰናዩ